በከመይ ካብ ፌስቡክ ገንዘብ ንረክብ? ከምዚ ኣነ ገንዘብ ዝረኽቦ ዘለኹ ካብ ፌስቡክ ክንደይ ዓመታት ዝወሰደለይ ንኽመሃር ሎሚ ንዓኻ ወይ ድማ ንዓኸዉን ተመሳሳሊ እቲ ዉሑዳት ዓመታት ዝወሰደለይ ንዕኡ ንኸይትደግም ሎሚ ካብ መጀመርታ ክሳብታ ናይ መወዳእታ ብኸመይ ካብ ፌስቡክ ገንዘብ ትረክብ ትብል እዚኣ ቪድዮ እዚኣ ክሳብ መወዳእታ ምስ ላፕቶፕካን ምስ ቡንካን ሒዝካ ሬዲ ኩን። ሶ ቀዳመይቲ ስቴፕ ንገብራ ናብ ጎግል ኣቲና www facebook com ኢልና ናብ ፌስቡክ ንኣቱ ማለት እዩ ሽዑ ሓንቲ ግዜ ናብ ፌስቡክ ምስ ኣተኻ ፔጅስ ዝብል ዘሎ እዚኣ ፔጅስ ትርእይዋ ዘለኹም ናብዚኣ ንኣቱ ማለት እዩ ናብዛ ፔጅስ ምስ ኣተኻ ድማ ክሬት ትገብር ማለት እዩ ክሬት ኒው ፔጅ ኢልና ናብዛ ክሬት ፔጅ ኒው ፔጅ ንኣቱ ማለት እዩ ሕጂ ንኣብነት ደስ ዝበለኩም ነገራት ስም ነታ ክትህዋ ማለት እዩ ሕጂ ስመይ ኣብ ፌስቡክ ዘላ ስማርት መን እያ ትብል ዘላ ሕጂ ንዓኻ ወይ ድማ ንዓኸ እውን ደስ ዝበለካ እንታይ ዓይነት ስመኻ ትደሊ ንኣብነት ዩቲብ ቪድዮ ንበሎ ሕጂ ኦኬ ዩቲብ ቪድዮ ዩቲብ ቪድዮ ኢልና ኣለና ነታ ናይታ ፔጅ ስም ማለት እዩ ሕጂ እዚኣ ዩቲብ ቪድዮ ትኸውን ኣላ ማለት እዩ ካልእ እንታይ ዓይነት ቪድዮ ኢኻ ትቕርብ ዘለኻ ናብቲ ፔጅ ናትካ ማለት እዩ ንኣብነት ፋን ፔጅ ንበሎ ፋን ፔጅ ኣብዛ ትሪእዋ ዘለኹም ታሕቲ ፋን ፔጅ ኢልና ኣለና ሽዑ እቲ ዲስክሪፕሽን እንታይ ይኸ ትገብሮ ኖ ፕሮብለም ዝኾነ ነገራት ክትገብሮ ትኽእሉ ሕጂ ክሬት ፔጅ ታሕቲ ዘላ ንጥውቓ ማለት እዩ ሶ ሕጂ ወዲእና ኣለና ክሬት ፔጅ ወዲእና ኣለና ሕጂ እንታይ ተሪፉና ኣሎ ስእሊ ክንእትወላ ከምኡ ድማ ባነር ናይ ፌስቡክ ክንእትወሉ ኣብዛ ትሪእዋ ዘለኹም ኣድ ፕሮፋይል ፒክቸር ትብል ዘላ ኣብዚኣ ንጥውቕ ደስ ዝበለኩም ዓይነት ፒክቸር ወይ ድማ ስእሊ ትገብሩላ ማለት እዩ ኣነ ሕጂ ነዚኣ መሪፅ ኣለኹ እዛ ናይ ዩቲብ ሎጎ ኣብ ከለኹ ድማ ሴቭ ይገብራ ማለት እዩ ግን ቅድሚ ሴቭ ምግባረይ እዛ ኣድ ካቨር ፎቶ ትብል ዘላ ናብ ኣይጥወቕ እዛ ናይ ድሕሪት መታን ክትኾነልና ማለት እዩ ብሓደ እዛ ናይ ዩቲብ ባነር ነዚኣ እውን ክትጥውቕ እየ ቡም ተወዲኣ ሴቭ ንብላ ወዲእና ኣለና ቡም ሕጂ ከም ዝራእኹማ ወዲእናያ ኣለና እዛ ክሬት ፔጅ ወዲእናያ ኣለና ፌስቡክ ኣብ ክልተ ዝኽፈል ሓደ ፕሮፋይል ኣሎ ኖርማል ምስ ሰባት ትዕለሉ ወይ ድማ ኖርማል እቲ መንነትካ መን ምዃኑ ንክፈልጥ እቲ ኖርማል ፕሮፋይል ኣሎ ናይ ፌስቡክ እቲ ካልኣይ ድማ እዚ ሕጂ ዝገበርናዮ ፌስቡክ ፔጅ ይበሃል እዚ ፌስቡክ ፔጅ እንታይ ንስኻ እቲ ገንዘብ ንክትረኽበሉ ትኽእል ዓውዲ ስለ ዝኾነ እዚኣ ሓንቲ ካልእ ዝበለጸት ሕጂ እታ ናይ ፌስቡክ ፔጅ ዝወዳእናያ ማለት እዩ ሶ ሕጂ ከም ዝትሪእዎ ዘለኹም ወዲእና ኣለና ደስ ዝበለኩም ዓይነት ነገራት ተእትውሉ ትኽእሉ ቴሌፎን ናምበርኩም ወይ ድማ ዝኾነ ነገራት እዚኣ ሕጂ ፎሎው ንክብለና ኩሉ ሰብ ፎሎው ገይረ ኣለኹ እዚኣ ትሪእዋ ዘለኹም ፎሎው ካልእ ኩሉ ዓይነት ነገራት ኣብዚኣ ወዲእና ኣለና ማለት እዩ ናብታ ስቴፕ ቱ። ናብታ ስቴፕ ቱ ድማ ንስገር። ኦረዲ ቀዳመይቲ ስቴፕ ከመይ ጌርካ ክሬት ፔጅ ከም ዝግበር ርኢናያ ኣለና። እዛ ናይ ሕጂ ፔጅ ድማ ትሪእዋ ዘለኹም ክሬተር ስቱድዮ ትብል ዘላ እዛ ላዕሊ ዘላ ትሪእዋ ዘለኹም ክሬተር ስቱድዮ ዳት ኮም ኢልኩም ኣብዚኣ እተዉ። ኣብታ ንስኹም ክሬት ፔጅ ዝገበርኩማ ናብኣ ክተምጽኣኩም እያ። ኦረዲ ርኢኹማ ኣለኹም እዛ ናይ ዩትዩብ ቪድዮ ትብል ዘላ ንሕና ብ ፔጅ ዝገበርናያ እያ ሶ ሕጂ ብታ ናይ ላዕሊ ዘላ Creator Studio dot com ዝብል ኣቲኹም ኣብኣ ክትወስደኩም እያ ሻኡ ናበይ ንኸይድ ናብ ታሕቲ ንወርድ ሞኔታይዜሽን ዝብል ኣሎ ናብዛ ናይ ሞኔታይዜሽን ንኸይድ ሽዑ ኣብዚኣ ኣብ ዘላ View Page Eligibility ዝብል ኣሎ ኣብዛ ናይ ፔጅ ንኣቱ ኣብዚኣ ንጥውቕ ማለት እዩ ሕጂ በዚ ብየማንና ንሪኦ ዘለና ኢንስትሪም ኣድስ ፎር ኦን ዲማንድ ዝብል ኣሎ ናብታ ትሕቲኣ ዘላ ቪው ክራይቴሪያ ኣብኣ ንጥውቕ ሕጂ ኣብዚኣ እታ ቅንዲ ኣገዳሲት ነገር ሶ ሕጂ ፌስቡክ ኩሉ ግዜ መታን ፎሎው ንኽብለካ እንተኾይኑ መታን ገንዘብ ንኽህበካ እንተኾይኑ እዚ ትሪእዎ ዘለኹም ፎሎውርስ ሓንቲ ፐርሰንት ጥራይ ኣለዎ ሓንቲ ፐርሰንት ፎሎውርስ ኣለና ሕጂ ዝገበርናዮ ማለት እዩ ሶ ሕጂ ፎሎውርስ ክንደይ እዩ ዘድለየካ ናብኣ ክንመፅእ ኢና ዓሰርተ ሽሕ ፎሎውርስ ከድለየካ እዩ ገንዘብ ንክትረክብ ካብ ፌስቡክ ከምኡ እውን እዚ ትሪእዎ ዘለኹም Eligibility viewed እቲ ዝረኣ ዘሎ ቪድዮታት ሲ ክንደይ ክኸውን ኣለዎ ይብል ኣሎ ኣብዚ ድማ ክትርእይዎ ኢኹም በብክንደይ ፐርሰንተጅ ንላዕሊ ይኸይድ ኣሎ ብከምዚ መልክዕ ንሪኦ ማለት እዩ እዚ እትሪእዎ ዘለኹም ኩሉ ኣክቲቭ ቪድዮ ማለት ሓሙሽተ ቪድዮታት ናይ ግድን ክተውርዶ ኣለካ ሓሙሽተ ቪድዮ እንተውሪድካዮ እዚኣ ሓንቲ ፐርሰንት ዘላ ሚእቲ ፐርሰንት ቀጠልያ ትመፀልካ ካልእ እታ ናይ ኤሊጂብል ሚኒትስ ቪው ትብል ዘላ ድማ ሽዱሽተ ሚእቲ ሽሕ ቪውስ ወይ ድማ ክረአ ቪውስ ክረአ ኣለዎ ኣብ ውሽጢ ስሳ መዓልቲ እዩ እዚኣ ድማ እታ ካልይቲ ሚእቲ ፐርሰንት እንድሕራ መፅያ ኣብ ቀጠልያ ክትመፀልና ማለት እዩ ቀጠልያ ሕብሪ እዛ ናይ ፎሎወርስ ድማ ዓሰርተ ሽሕ የድልየና ማለት እዩ ሕጂ ሓንቲ ፐርሰንት ሓንቲ ፐርሰንት እላ ብከምዚ መልክዕ ብከመይ ይኸይድ ኣሎ እቲ ናትና ፌስቡክ ንክንፈልጥ ኣብዚኣ ንኸይድ ማለት እዩ እዚኣ ናይ ኢንስትሪም ኣድስ ማለት እዩ ናብታ ሳልሲቲ ስቴፕ ድማ ንኸይድ ናብታ ሳልሲቲ ስቴፕ ንኸይድ ፌስቡክ ኣብ ዝኾነ ሃገር ኣይኮነን ገንዘብ ዝኸፍል ካብ ሃገር ናብ ሃገር ይፈላለ እዩ ሕጂ መብዛሕትኡ ኣብ ካልእ ኣፍሪቃ ኣሎ ከምኡ እውን ኣብ ካልእ ናይ ኤሮፓ የለን ፌስቡክ ከምቲ ንሱ ባዕሉ ዝገበሮ ስለ ዝኾነ ካብ ሃገር ናብ ሃገር ይፈላለ እዩ ከውሶ ከም ዝትርእይዎ ዘለኹም ናይ ፌስቡክ ሪኳርመንትስ ላንጎጅ ከምኡ ድማ ካንትሪ ኢልና እንድሕር ኣብ ዩትብ ፅሒፍና ኣብ ጎግል ፅሒፍና ከምዚ ትርእይዎ ዘለኹም እዘን ሃገራት ታሕቲ ዘለዋ ኩለን ገንዘብ ክትረኽበለን ትኽእል ሃገራት እየን ንኣብነት ዒራቅ ኣለዎ ንኣብነት ህንዲ ኣለዎ ንኣብነት ኢታሊ ኩሉ እቲ መብዛሕትኡ ሃገራት ኣለዎ ግን ከምዚ ናይ ሳውት ሱዳን ኣንጎላ ከምዚ ሃገራት ግን ኣመና ውሑድ እዩ ንክህልዎ ማለት እዩ ሶ ንስኻ ወይ ንስኺ ኣብያ ኣለኻ ወይ ኣብያ ኣለኺ ንክትፈልጥ ኣብዚ ኣትኻ ኩሉ እቲ ንስኻ ገንዘብ ነታ ንክኸፍለካ ክሬት ፔጅ ከይገበርካ ከለኻ ኣብዚ መጺኻ ረኣዮ ምናልባት ንሰኻ ገንዘብ ንክትረክብ ካብ ፌስቡክ ንሰኻ ምናልባት ኣብቲ ዓዲ እንድሕራ ዘይሃሌኻ እውን ገንዘብ ክትረክብ ትኽእል ኢኻ which means እቲ ናትካ ቪድዮ ናብ ካልእ ሃገር ትሰዶ እሞ ንኣብነት ናብ US ንኣብነት ንበሎ ናባይ ትሰዶ ኣነ ድማ ነቲ ናትካ ሕሳብ ሒዘ እቲ ቪድዮታት ናትካ የውርደልካ ገንዘብ ይቕበል ንዓኻ ድማ ይሰደልካ ማለት እዩ መብዛሕትኡ ኣካውንት ብከምዚ መንገዲ ይስርሕ ስፔሻሊ ኣብ ሃገርና ዘሎ ኣብ ሃገርና ኤሪትራ ዩቲብ ኣይከፍለካን እዩ ከምኡ ድማ ዝኾነ ዩቲብ ፌስቡክ ኣይሰርሕን እዩ ኣብ ሃገርና መብዛሕትኦም ኣብኡ ዘለዉ ስነ ጥበባውያን እንታይ ይገብሩ ኣካውንት ሓደ ሰብ ኣብ ኤሜሪካ ወይ ድማ ኣብ ኢሮብ ይሕዝ ሶ ሕጂ እቲ ኣካውንት ናትካ ክሕዞ ከሎ እቲ ገንዘብ ኣብ ኤሮጳ ይበዝሕ ኣብ ኤሜሪካ ይበዝሕ ሶ ሕጂ እቲ ኣካውንት እቲ ቪድዮ ናብ ኤሜሪካ ይሰዶ ኣብ ኤሜሪካ ድማ እቲ ዘሎ ሰብ ንሱ ድማ ፖስት ይገብሮ ማለት እዩ ብከምዚ መልክዕ ንስኻ ፔጅ ምስ ገበርካ ምናልባት ሰብ እንድሕር ኣብ ደገ ሃልዩካ ብኸምዚ መልክዕ ንስኻ ገንዘብካ ክትረክብ ትኽእል ማለት እዩ እዚኣ ሓንትላ እቲኣ ናይ ሃገር ዘላ ሃገር ማለት እዩ ድሕሪያ ዘላ ድማ ናይ ቋንቋ ሕጂ ቋንቋኻ ክፈላለ መዓት እዩ ሕጂ ዩጅዋሊ ትግርኛ ወርሒ ሽዱሽተ እዩ ናብ ፌስቡክ ኣትዩ ቅድሚ ወርሒ ሽዱሽተ ፌስቡክ ኣይ ኣብ ትግርኛ ኣይነበረን ትግርኛ ትዛረብ እንተኮይንካ ሕጂ ኣመና ዕድለኛታት ኢኻ ዓደ ዕድለኛታት ኢና ኩላህና ማለት እዩ ካልእ ቋንቋ ምናልባት ካብ ኢንግሊሽ ወይ ድማ ዓረቢ ወይ ድማ ካልእ ወፃእ ትገብሩ እንተኮንካ ፀገም ዝበሃል ይብሉን ግን ምናልባት ናይ ቋንቋ ኣዴታትና ሳሆ ወይ ድማ ኩናማ ወይ ድማ ዝኾነ ናይ ኣብ ሃገርና ዘሎ ቋንቋታት ንሱ ትገብሮ እንተኮንካ ፌስቡክ ኣይቀበለካን እዩ ሰው ናይ ግድን ወይ ትግርኛ ተዛረብ ወይ ዓረቢክ ወይ ኢንግሊሽ ወይ ድማ ካልእ ቋንቋታት እቲ ንሱ ዝደልዮ ኢኻ ትዛረብ እዩ ዝብለካ እዚ እዚኣ ድማ ሓንትላ ናይ ፌስቡክ ማለት እዩ ሶ ናብታ ካልእ ስቴፕ ድማ ንስገር ሶ ናብታ ካልእ ስቴፕ ድማ ንስገር ከምዚ ትርእይዎ ዘለኹም ፌስቡክ ንክቕበለካ 600 ሽሕ ቪውስ ክረአ ኣለዎ እቲ ናትካ ቪድዮ ተውርዶ ማለት እዩ 600 ሽሕ ኣብ ውሽጢ ሱሳ መዓልቲ ክኸውን ኣለዎ ሽዱሽተ ሚእቲ ሽሕ ቪውስ ኣብ ውሽጢ ሱሳ መዓልቲ ክኸውን ኣለዎ ንሱ ጥራይ ከይኣክል ከምኡ ድማ ዓሰርተ ሽሕ ፎሎወርስ ወይ ድማ ንዓኻ ዝድግፉኻ ክህልውኻ ኣለዎም ዓሰርተ ሽሕ ፎሎወርስ ከምኡ ድማ ሽዱሽተ ሚእቲ ሽሕ ቪውስ ክርእ ኣለዎ ኣብ ውሽጢ ሱሳ መዓልቲ እዩ ካልእ ድማ እቲ ንስኻ ዘለኻዮ ሃገር ናይ ግድን ኣገዳሲ እዩ እቲ ንስኻ ትዛረቦ ቋንቋ ኣገዳሲ እዩ ካልእ ድማ እቲ ንስኻ ሓሙሽተ ቪድዮታት ናይ ግድን ከተውርድ ኣለካ መታን ክቕብለካ ማለት እዩ እዚኣ ድማ እታ ናይ ራብዒይቲ ስቴፕ ንገብራ እታ ናብታ ቀንዲ ኣገዳሲት ስቴፕ ድማ ብኸመይ ቪድዮታት ዓሰርተ ሽሕ ፎሎወርስ ተቐቢሎምኻ ኣለዉ ወይ ድማ ሽዱሽተ ሚእቲ ሽሕ በጺሕኻ ኣለኻ ንበል። ናብታ ቀንድን ኣገዳሲት ነገር ወርሒ ሽዱሽተ ዘእትወዋ ወይ ድማ ወርሒ ሽዱሽተ መብዛሕትኡ እቲ ትግርኛ ዝዛረብ ሰብ ቪድዮታት ዝገብር ሰብ ንዕኡ ገንዘብ ንኽረክብ ዕድል ዝገበረ ካብ ወርሒ ሽዱሽተ እዩ ጀሚሩ። ብኸመይ መልክዕ ቪድዮታት ተውርድ ትብል ኣገዳሲት ቪድዮ። ሰው ናብታ ቀንዲ ኣገዳሲት ስቴፕ ንምፃእ ብኸመይ መልክዕ ቪድዮታት ናትካ ተውርዶ ምክንያቱ ፌስቡክ ኣመና በሊሕ እዩ ሱቕ ኢሉ ይኮነን ገንዘብ ዝህበካ ንስኻ በቲ ናቱ ኣተሓሳስባ ኢኻ ክትፃወተሉ ዘለካ ምር ብቐሊሉ ፌስቡክ ኣይህበካን እዩ እታ ቀንዲ ኣገዳሲት ነገር ብኸመይ ቪድዮታት ናትካ ተውርድ ኣብ ፌስቡክ ሶ እዛ ናይ ክሬት ኒው ትብል ዘላ ናብኣ ንመፅእ ሕጂ ታሕቲ ዘላ ኣፕሎድ ቪድዮ ንብል ሽዑ ናብቲ ናትና ቪድዮ ዘለና ናብኡ ወሪድና ድማ እቲ ናትና ቪድዮ ኦኬ ንብላ እዚ ሕጂ ኦኬ ክብላ እየ ኦኬ ሕጂ ከምዚ ትርእይዎ ዘለኹም ታይትል ወይ ድማ እቲ ስም ናይታ ቪድዮ ትህዋ ማለት እዩ ንኣብነት ሹገር ሹገር ንበሎ ናይ ግድን ሹገር ክትብል ከለኻ ግን ብእንግሊሽ ዘይኮነ ብትግርኛ ኢኻ ክትፅሕፍ ዘለካ ምክንያቱ ፌስቡክ ትግርኛ ትዛረብ እንድሕር ሃሊኻ ናይ ግድን ትግርኛ ክትፅሕፍ ኣለካ እንግሊሽ ትዛረብ እንድሕር ሃሊኻ ናይ ግድን እንግሊሽ ክትፅሕፍ ኣለካ በቲ ንስኻ ትዛረቦ ዘለኻ ቋንቋ ጌርካ ኢኻ ትፅሕፎ እምበር ካልእ ቋንቋ ዝበሃል ከይትፅሕፍ እዩ ዝብል ናይ ፌስቡክ ሶ ሕጂ ንኣብነት እዚኣ ሕጂ ናብ ትግርኛ ክንቀይራ ኢና ሕጂ ኦኬ ኢልና እታ ቪድዮ መሪፅናያ ኣለና እታ ቅንዲ ኣገዳሲት እቲ ታይትል ንስኻ ትፅሕፎ ናይታ ስም ናይታ ቪድዮ ብትግርኛ ትዛረብ እቲ ቪድዮታት ናትካ ብትግርኛ እንተኮይኑ ናይ ግድን ብትግርኛ ክትገብሩ ኣለካ እቲ ታይትል ናይ እንግሊሽ እንተኮይኑ ብእንግሊሽ ክትገብሩ ኣለካ ፍልልይ ኩባእ ክህልዎ ይብሉን ናይ ግድን እንግሊሽ እንተኮይኑ እንግሊሽ ዓረብ እንተኮይኑ ዓረብ ከምኡ ድማ ዝኾነ እቲ ቋንቋ ንስኻ ትዛረቡ ዘለካ ንሱ ክኸውን ኣሎ እምበር ኢንግሊሽ እናተዛረብካ ትግርኛ ትጽሕፍ እንተኾይንካ ኣይቅበለካን እዩ ትግርኛ ትዛረብ እንድሕር ሃልየኻ ብእንግሊሽ እንድሕር ጽሒፍካዮ ነቨር ኣይቅበለካን እዩ ሶ ናይ ግድን በቲ ንስኻ ትዛረቦ ዘለኻ ንዕኡ ብኸመይ ኢኻ ትጽሕፎ እዚኣ ሕጂ ናተይ ቪድዮ ዝመረስክዋ ዘለኹ ብትግርኛ እያ ዝዛረብ ዘለኹ ሰው ናይ ግድን ከዓ ብትግርኛ ክፅሕፍ የዛ ናይ ታይትል ማለት እዩ ኣብዚኣ ኮፒ ፔስት ይብላ ሕጂ እዛ ናይ ዲስክሪፕሽን ታሕቲ ዘላ ድማ ተመሳሳሊ ኮፒ ፔስት ንብላ እዚ ፀገም ዝበሃል ይብሉን እዚ ታሕቲ ዘሎ ከም ትሪእዎ ዘለኹም ኩሉ ኖርማሊ ሓድሽ እንተኮይንካ ማለት እዩ ሕጂ ብከምዚ ኣመልክዕ ኖርማል ንስኻ ብከመይ ወዲእካ ኣለኻ ኔክስት ኔክስት እናበልካ ድማ ፓብሊሽ ትገብራ ወይ ድማ ንኣብነት ነቨር ሸዓ ንሸዓ ከይትገብራ ናይ ግድን ካብ ሎሚ ንጽባሕ ኢካ ሎሚ እንድሕር ደኣ ትገብር ሃሊካ ከምዚ እዋን ፖስት ትገብር እንድሕር ሃሊካ ንጽባሕ ንሓንቲ መዓልቲ ኢካ ክትገብራ ዘለካ ፌስቡክ ሸዓ ንሸዓ ገንዘባ ሂበካን እዩ ወይ ድማ ሸዓ ንሸዓ ኣይቅበለካን እዩ ሶ ኣብዚ ትርእይዎ ዘለኩም ሸዲል ትብል ዘላ ናብኣ ጠዊቕና ሕጂ ንኣብነት ዕለት ዓሰርተ ሽዱሽተ ንበሎ እዚ ዓሰርተ ሽዱሽተ ንበሎ ዕለት ዓሰርተ ሽዱሽተ ሰዓት ከኣ ናይ ግድን መዓስ ከነውርዳ ምኳንና እዚኤን ሕጂ እነ ጌርና ኣለና ንበሎ ሕጂ ካልእ ወዲና ኣለና ኣብዚኣ ሸዲል ንብላ ማለት እዩ ብከምዚኣ መልክዕ ወዲእና ኣለና ዓሰርተ ሽሕ ፎሎወርስ የድልየካ ከምኡ ድማ ሽዱሽተ ሚእቲ ሽሕ ኣብ ውሽጢ ሱሳ መዓልቲ ቪውስ ክረኦ ኣለዎ እቲ ናትካ ቪድዮታት መታን ፌስቡክ ገንዘብ ንክኸፍለካ ማለት እዩ ብከምዚኣ መልክዕ ድማ እንዳሰራሕካ እንዳተምሃርካ ዋይ ኖት ገንዘብ ዘይደሊ ሰብ ዶ ኣሎ እዩ ብከምዚ መልክዕ ድማ ስማርት ኣይድያ ከምዚ በልሕ እንዳ ኮንካ በዚ ብሓንቲ ገንዘብ ጥራይ ትናበር እንድሕር ሃሊኻ ኣብሶሉትሊ ዝበለጸ ግን ብከምዚ መልክዕ ካብ ሎሚ ብኢንተርነት ትረኽበሉ ነገራት ኣመና ብዙሕ ካብ ሃለወ ብከምዚያ መልክዕ ድማ ደስ እንተኢለኩም ከምዚኣ ዓይነት ነገራት ብከመይ ገንዘብ ትረክብ ዝብል እንተኾይኑ ኣብ ኮመንት ጸሓፉለይ ኩሉ ግዜ ድማ ከምዚ ዓይነት ንዓና ንኹልና ብሓደ ክንዓቢ ብሓደ ኢንስፓይሬ ክንከውን ብሓደ ድማ እንዳዓበና ንቕድሚት መታን ክንውንጨፍ እዚኣ ከምዚ ዓይነት ደስ ዝብለኩም እንተኾይኑ ኣብ ኮመንት ጸሓፉለይ ቴንኪ ሶ ማች ከምኡ ትሩ ፕሊስ ደስ እንተላትኩም ላይክ ከምኡ ድማ ናይ ኮመንት ጸሓፉለይ ከምኡ ድማ ሼር በልዎም መብዛሕትኡ ሰብ ኣብ ፌስቡክ ካብ ኣብ ክንዲ ነብሱ ካብ ዝጻወት ወይ ድማ ንኻልእ ሰብ ካብ ዝጸርፍ ዋይ ኖት ገንዘብ ዘይትረክብ ዋይ ኖት ብገንዘብ ዘይት ዘይ ከምኡ ኢልካ ዘይትዛረብ ጸገም ዝበሃል ይብሉን ሶ ኣይ ሆፕ ብዛ ናይ ሎሚ ቪድዮ ደስ ኢላትኩም ትኾን ተስፋ ይገብር ክሳብ ትመጽእ ቪድዮ ክሳብ ንራኸብ ሰላም ንዓኹም